ኣመሓዳሪ ዞባ ሰሜናዊ ቀይሕ ባሕሪ ምስ ነበርቲ ንኡስ ዞባ ገልዓሎ ዘተ ኣካይዱ። ኣብ ዓዲ ሓንስ ንኡስ ዞባ ለጎ ዓንሰባ ብልዕሊ 10 ሚልዮን ናቕፋ ዲጋ ትህነጽ ኣላ። ኣቦ መንበር ሃገራዊ ማሕበር መንእሰያትን ተምሃሮን ኤርትራ ንመንእሰያት ሰራሕተኛታት ከተማ ሓጋዝ ሰሚናር ኣካይዱ። ኣብ ኢራን ሓደጋታት ዕልቕልቕ ሰብኣውን ንዋታውን ክሳራ ኣውሪዱ። ኣመሓዳሪ ዞባ ሰሜናዊ ቀይሕ ባሕሪ ብሪጋደር ጀነራል ተኽለ ልብሱ ኣብ ንኡስ ዞባ ገልዓሎ ምምሕዳራት ከባቢ ቡያ፣ ዳንዴሮ፣ ኣልሓራጋሊ፣ እንገልዒላን ዕንዴልን ዝርከብ ትካላት ማሕበራዊ ኣገልግሎት ድሕሪ ምብጻሕ ምስ ሓለፍቲ ትካላት ኣመሓደርቲ ከባብን ወከልቲ ህዝብን ርክባት ኣካይዱ። ንኩነታት ትካላት ትምህርትን ጥዕናን ምምሕዳር ከባቢ ቡያ ኣብ ዝተዓዘበሉ፣ ብሪጋደር ጀነራል ተኽለ ልብሱ፣ ሕጽረታተን ንምምላእ ዞባ ዝከኣሎ ሓገዝ ክገብርን ምስ ዝምልከቶም ኣካላት ተወሃሂዱ ፍታሓት ከናድን ምዃኑ ገሊጹ። ንፍታሕ ብዝምልከት ኣብ ዝሃቦ ሰሚናር ድማ፣ ዘሎ ጸገማት ብምሉኡ ብሓደ ግዜ ክፍታሕ ዝከኣል'ኳ እንተዘይኮነ፣ ከም ቀዳማይ ተበግሶ ግን ኣብ ቀረባ መጻኢ ኣብ ኢንገል ዘመናዊ ህንጻ ማእከላይ ደረጃ ቤት ትምህርቲ ክህነጽ፣ ከምኡ'ውን ምንጪ ጽሩይ ዝስተ ማይ ንምውሓስን ጉዳይ መጓዓዝያ ንምቅላልን ክስራሕ ምዃኑ ሓቢሩ። ኣመሓዳሪ ዞባ ሰሜናዊ ቀይሕ ባሕሪ ብሪጋደር ጀነራል ተኽለ ልብሱ ብዘይካ'ዚ፣ ነበርቲ ንደቆም ክሳብ'ቲ ዝለዓለ ደረጃ ንምምሃር ተበግሶ ክወስዱ፣ ብፍላይ ድማ ኣብ ማእከላይ ደረጃ ዝርኣ ዘሎ ምቁራጽ ተመሃሮ ደቀንስትዮ ደው ክብል ዕቱብ ቆላሕታ ክግበረሉ ኣዘኻኺሩ። ወከልቲ ህዝቢ ብወገኖም፣ ምምሕዳር ዞባ ኩነታቶም ንምፍላጥ ዘርኣዮ ተገዳስነት ድሕሪ ምምጓስ፣ መንግስቲ ዘለዎም ጸገማት ተገንዚቡ ዝዓበየ ቆላሕታ ከምዝህቦም እምነቶም ምዃኑ ብምግላጽ፣ ምስ ዘሎ ራሕቅን ብዝሒ ህዝብን ዘላቶ መደበር ጥዕና እኽልቲ ስለ ዘይኮነት እቲ ጉዳይ ክሕሰበሉ፣ ናይ መጓዓዝያን ቴሌፎንን ጸገም ፍታሕ ክድለየሉ ዝብልን ካልእ ለበዋታትን ኣቕሪባ። ኣብ ዓዲ ሓንስ ኑስ ዞባ ለጎ ዓንሰባ ህዝቢ ገንዘቡን ጉልበቱን ኣዋሂዱ ብዝወሰዶ ተበግሶ ብልዕሊ ዓሰርተ ሚልዮን ናቕፋ ዲጋ ትህነጽ ኣላ። ብሓደ ሰነ ኣብ ዝተገብረ ስነ ስርዓተ ምቕማጥ እምነ መሰረት ዝተረኽበ ኣመሓዳሩን ዞባ ለጎ ዓንሰባ ኣቶ ኣብርሃም ሓጎስ ኣብ ዘስምዖ ቃል ህዝቢ ዝወሰዶ ተበግሶ መርኣያ ንቕሓት ምዃኑ ብምግላፅ ኣብ ምብጋስ ናይቲ ስራሕ ብዝተዓዘቦ ኒሕን ናይ ስራሕ መንፈስን ኣብቲ ዝተመደበሉ ግዜ ከምዝዛዘም ፅኑዕ እምነቱ ምዃኑ ገሊፁ። ኣመሓዳሪ ምምሕዳር ከባቢ ደብረ ዓዲ ሓንስ ኣቶ ከተማ ሃርያት ኣብ ዝሃቦ ሓበሬታ እታ ኣብ ከባቢ ሻንሹቕ ዳዕሮ ከበሮ ትስራሕ ዘላ ዲጋ ምስ ተዛዘመት ኣብ ምውሓስ ምንጪ ዝስተ ማይ ሰበን ጥሪትን ከምኡ'ውን ኣብ ምስፋሕ መስኖኣዊ ልምዓት ዓብዪ ኣስተዋፅኦ ከም ዝህልዋ ገሊፁ። እታ ዲጋ ክልተ ሚእትን ሰማንያን ሜትሮ ቁመት ዓሰርተ ሜትሮ ድማ ብራኸ ከም ዘለዋ ልዕሊ ሚእትን ስሳን ሽሕ ሜትር ኪዩብ ማይ ከም እትሕዝን ዝሓበረ ነቲ ስራሕ ዝከታተል ዘሎ ጂኦሜትራ ፀጋዝኣብ ጴጥሮስ እቲ ዕዮ ብደገፍ ማሽነሪ ይካየድ ከም ዘሎ ብተወሳኺ ኣረዲኡ። ነበርቲ ኣብ ዝሃብዎ ሓበሬታ፣ እታ ዲጋ ትስርሓሉ ዘላ ከባቢ ንሕርሻዊ ልምዓት ኣዝዩ ምቹእ እኳ እንተኾነ፣ ብሰንኪ ሕጽረት ማይ ኣብ ግቡእ መዓላ ይውዕል ስለ ዘይነበረ ድሕሪ ምዝዛም እታ ዲጋ ግን ኣብ ምልምዑ ብዝለዓለ ከም ዝሰርሑ ገሊጾም። ዓዲ ሓንስ ሓንቲ ካብ ዕስራን ክልተን ዓድታት ንኡስ ዞባ ሎጎ ዓንሰባ ኮይና ኣስታት ሽሕን ሸሞንተ ሚእትን ነበርቲ ከም ዘለውዋ ተሓቢሩ። ኣቦ መንበር ሃገራዊ ማሕበር መንእሰያትን ተመሃሮን ኤርትራ ኣቶ ሳልሕ ኣሕመዲን ቅድሚ ራብዕቲ ንመንእሰያት ሰራሕተኛታት ከተማ ሓጋዝ ሰሚናር ኣካይዱ ንዓቕሚ መንእሰያት ብኣካዳሚን ሞያን ምጉልባት ከምኡ እውን ንቕሓትን ውዳበን መንእሰያት ምሕያል ካብቶም ማሕበር ዓብይ ኣደህቦ ዝገበረሎም ምዃኖም ዝገለፀ ኣቶ ሳልሕ መንእሰያት ጥራሕ እዩ ንዘሎ ዕድላት ብግቡእ ክጥቀምሉ ኣዘኻኺሩ። ኣብ ኤርትራ ዘሎ ሰላምን ርግኣትን ከምኡ'ውን ኣብ ዞባና ተኸሲቱ ዘሎ ሓድሽ መዋእል ሰላም ውጽኢት መኸተ ጽንዓትን መስዋእትነትን ህዝቢ ኤርትራ ምዃኑ ዝሓበረ ኣቶ ሳልሕ፣ ነዚ ንምውሓስን ንምምዕባልን መንእሰያት ንቑሕ ሰታፊኦምን ኣበርክቶኦምን ከዕዝዙ መድረኻዊ ተልእኾኦም ምዃኑ ሓቢሩ። ኣብ መዛዘሚ እቲ ሰሚናር ኣካያዲ ስራሕ ምምሕዳር ንኡስ ዞባ ሓጋዝ ኣቶ ተኽለሃይማኖት ሙሳኤል፣ መንእሰያት ሰራሕተኛታት መሳልል ምዕባለን ዓንዲ ሕቖ ሃገርን ስለዝኾኑ ክብርታት ሕብረተሰቦም ወሪሶም ኣርኣያ ሰናይ ተግባራት ክኾኑ ጀሚሮሞ ንዘለዉ ንጥፈታት መጒሱ። እዚ ድምጺ ሓፋሽ ኤርትራ እዩ።

ምምሕዳር ፕረዚደንት ዶናልድ ኣብ ልዕሊኣ ንዘጽደቖ ዘሎ ተደጋጋሚ እገዳ ቁጠባዊ ሽበራ ክትብል ዝገለጸቶ ኢራን ሳዕቤናቱ ብፍላይ ድማ ኣብ ህዝባ ቀሊል ከም ዘይኮነ ሓቢራ። እቲ ስጉምትታት ድሮ ኣብ ማሕበረ ቁጠባዊ መዳያት ኢራን ኣሉታዊ ጽልዋ ክገብር ጀሚሩ ከም ዘሎ ዝገለጸ ሚኒስተር ጉዳያት ወጻኢ መሓመድ ጃቫድ ዛሪፍ እንተቐጺሉ ግን ኣብቲ ዞባ ከይተረፈ ጸቕጢ ክፈጥር ከም ዝኽእል ኣጠንቂቑ። ኢራን ጸጥታዊ ስግኣት ዞባ ማእከላይ ምብራቕ ኰይና ከም ዘላ ዝወቅስ ምምሕዳር ኣሜሪካ ፕረዚደንት ትራምፕ ኣብ ልዕሊኣ ወተሃደራውን ቍጠባውን ጸቕጥታት ይገብር ከም ዘሎ ጸብጻባት ይሕብሩ። ኣቐዲሙ ንቝጠባ እታ ሃገር ናብ ደረጃ ዜሮ ንምውራድ ዘንቀደ እገዳታት ዘጽደቐ ፕረዚደንት ትራምፕ ደብደብቲ ነፈርቲ እትስከም ዓባይ መርከብ ናብ ማእከላይ ምብራቕ ልኢኹ ከም ዘሎ ዝፍለጥ እዩ። ብዘይካዚ ብውሕዱ ሓደ ሽሕን ሓሙሽተ ሚእትን ተወሰኽቲ ወተሃደራት ናብቲ ዞባ ክልእኽ መደብ ከም ዘለዎ ዝሓለፈ ሰሙን ሓቢሩ እዩ። እቲ ስጉምትታት ኣብ መንጎ ክልቲኤን ሃገራት ንዘሎ ዘይምቅዳው ብምብኣስ ንጸጥታ እቲ ዞባ ኣብ ሓደጋ ከእትዎ ከም ዝኽእል ወተሃደራውያን ተንተንቲ ይሕብሩ። ኣብ ናይ ኢራን ካልእ ዜና ዝኽበርኩም ሰማዕትና ኣብዚ ሳልስቲ እዚ ኣብ ዝተፈላለዩ ከባቢታት ኢራን ብዝተኸስተ ሓደጋታት ዕልቕልቕ ሰብኣውን ንዋታውን ክሳራታት ከም ዘውረደ ተገሊጹ። በቲ ኣብ ልዕሊ ሰላሳ ኣውራጃታት ዘጋጠመ ባህርያዊ ሓደጋ ብውሕዱ ሰላሳን ሓደን ሰባት ከም ዝሞቱን ልዕሊ ሰብዓ ከም ዝቖሰሉን ሰብ መዚ ኢራን ኣፍሊጦም ኣለዉ። ኣብ ትሕተ ቅርጺ እውን ዕንወት ከምዝወረደ ዝሓበሩ ጸብጻባት፣ ዓሰርተታት ኣሽሓት ሰባት ከምዝተመዛበሉ ኣረዲኦም ኣለው። እቲ ሓደጋ፣ ድሕሪ'ቲ ኣብ ዝሓለፈ ወርሒ ሚያዝያ ኣብታ ሃገር ዝተኸስተን ህይወት ሰብዓ ሰባት ዝቐዘፈን ተመሳሳሊ ሓደጋ ዝዓበየ ክሳራ ዘውረደ ኮይኑ ኣሎ። እዚ ከምዚ'ሉ እንከሎ፣ ኣብቲ ከባቢ ዝወቅዕ ዘሎ ዝናብ ክቕጽል ከምዝኽእል ሰብመዚ ሜትሮሎጂ ኢራን ሓቢሮም ኣለው። ኣብ ኮሎምቢያ ዝካየድ ዓመታዊ ፈስቲቫል ዳርባ ኮሚደረ ኣብዚ ዝሓለፈ ቀዳም ሰንበት ንታሽዓይ ዓመቱ ተኻይዱ። ኣብቲ ኣብ ከተማ ሳቱማርካን ዝተኻየደ ባህላዊ ፈስቲቫል ልዕሊ ዕስራ ሽሕ ተሳተፍቲ ንሓድሕዶም ብኮሚደረ ከምዝተሃራረሙ ወደብቱ ገሊጾም። ኣብዚ ናይ ሎሚ ዓመተ ፈስቲቫል ንመግብን ፍርያትን ብቑዕ ዘይኮነ ልዕሊ ሚእትን ዕስራን ቶን ማለት ሽሕን ክልተ ሚእትን ኩንታል ኮሚደረ ከም ዝሃለቐ ጸብጻባት ኣመልኪቶም። እዚ ብቶማቲና ዝፍለጠ ፈስቲቫል ዳርባ ኮሚደረ ኣብ ኮሎምቢያ ሓደ ካብ ዓበይቲ ባህላዊ ሃገራዊ በዓላት ምዃኑ ተገሊጹ ኣሎ። ዝኸበርኩም ሰማዕትና ዜና ቅድሚ ምፍጻሙ ኣርእስታቱ ክደግመልኩም። ኣመሓዳሪ ዞባ ሰሜናዊ ቀይሕ ባሕሪ ምስ ነበርቲ ንኡስ ዞባ ገላዕሉ ዘተ ኣካይዱ። ኣብ ዓዲ ሓንስ ንኡስ ዞባ ለጎ ዓንሰባ ብልዕሊ ዓሰርተ ሚልዮን ናቕፋ ዲጋ ትህነጽ ኣላ። ኣቦ መንበር ሃማመተ ንመንእሰያት ሰራሕተኛታት ከተማ ሓጋዝ ሰሚናር ኣካይዱ። ኣብ ኢራን ሓደጋታት ዕልቕልቕ ሰብኣውን ንዋታውን ክሳራ ኣውሪዱ። ዜና በዚ ይፍጸም።